ሰላም ሰላም ተኸታተልተይ ከመይ ቀኒኽን ከመይ ኣለኽን ሎማዓንቲ ካብ ሓድሽ ቪድዮ ተመሊሰ መፅክን ኣለኹ ሎማዓንቲ ካብቲ ዝሓለፈ ፍልይ ብዝበለ ተመሊሰ መፅክን ዘለኹ ናይ ሎማዓንቲ ትሕዝተና ማለት እዩ ኣብ ቁሩብ ከኣብ ላይፍ ከቕሩብ ትንክፍ ትንክፍ ኣቢለ እየ ንርአ እዚ ትሪኦ ዘለኽን መግቢ ምስ ናይ ባንዴራ ናይ ኤርትራ ገይረ ማለት እዩ ኣብ ናይ መዋእለ ህፃናት ሕቶ ተሓቲተ ናትኩም ናይ ኤርትራውያን መግብስ ክተርእይና ክንጥዕሞ ደሊና ብናይኪን መዋእለ ህጻናት መጠን ኢለን ሕቶ ሓቲተናኒ እታ ሓላፊት ናይቲ መዋእለ ህጻናት ማለት እዩ ከመይ ገይረ ደኣ እንታይ ደኣ ክገብር ኣለኒ ገሊለ ብጣዕሚ ክሓቂ ዘረባ መጀመርታ ሓርቢት ንነሩ እዚ ራህና ከምዛ ትፈልጣ ኣብ ገዛ ኮንካ ዝሰርሖ ኣብ ገዛኻ ጨና ቅርብ ተይግብር ስለ ዘብል ዋላ እውን ናብኡ ተሰኪእንካዮ ዝኾነ ነገር ክትከይድ ብሓፂሩ ከቢድ ትፈልጦ ኢኸ ዋላ ከም ደቂ ተባዕትዮ ትፈልጥዎ ኢኹም ግን ክተርእየን ከዓ ድልየታት እንድሕር ሃሊካስ እንታይ ክትገብር ኣለካ ዝብል ሓሳብ ብዙሕ ሓሳብ ሓሲበ ዳርጋ ሰሙን ገለ ንዕድል ሂበናኒ ብድሕሪኡ ኣነ ከዓኒ ከምዚ ገረ ንኸዳልዎ እቶም ቆልዑ ከዓ እንታይ ክበልዑ ከም ዘለዎም ዋላ እቶም መዋእለ እቶም ህፃናት ተማ መዋእለ ህፃናት ዘለዉ ንሶም ከላይ እዮም ክበልዑ ካብቲ ምግቢ ማለት እዩ ንዕኦም ኢኻ ንዕኦም እቶም ቆልዑ ይጥዕምዎ እተን ሰራሕተኛ ኣብኡ ዘለዋ ከዓ እዮ ይጥዕምኦ እዩ እቲ ዕላማ እቲ ናይቲ ምግቢ መግቢ ናይ ሃገርካ ምልላይ ማለት እዩ በብሪጋ ኢኻ ትወፅእ ብሊስታ ኣጋጣሚ ነዊሕ ኮይኑ እኳ ሕጂ ሓድሽ እየን ጀሚረን ኣብ ነዊሕ ግዜ እየን ሕጂ ሓድሽ ጀሚረን ቅድሚ ሕጂ ኣይነበረን ዳርጋ ልዕሊ ሓሙሽ ዓመት ሽዱሽተ ዓመት ተመላሊስ እየን ኣብቲ ቤት መዋል ህፃናትና እሞ ግን እ፣ ኣይነበረን ቅድሚ ሕጂ ብሓፂሩ ሓድሽ ሕጊ መፅዩ ከምኡ ኢሎም ናይ ሃገርኩም መግቢ ክተላለያና ገለመለ ዝብል ሕጊ ሓድሽ እንታይ ዝበሃል ኣምፅኤን ማለት እዩ ኣነ ኸዓ ኖ ወላሓንቲ ፀገም የብሉን ኣነ ክበልክን ይኽእል እየ ግን ኣነ እዚ ናትና ምግቢ ኣብዚ ኣይሰርሖን እየ ምኽንያቱ ብዙሕ ክስታይ ስለ ዘለዎ ኣብዚ ክኸብደኒ እዩ ናብዚ ወላ ሓንቲ ሒዛ መፂእኒ እታ ትግበኣካ ኸዓ ዳርጋ ሰዓት ሰዓትን ፈረቓን እያ ሕጅስ ክብድ ኢሉ እዩ ገለ ኢለየን ማለት እዩ ኦኬ እሞ እንታይ ደኣ ክትገብርለኪ ኢለን ኣነ ደሓን እቲ ነቶም ህፃናት ዝኸውን ኣብዚ ኣብዚ ኮይነ ክሰርሓልክን እየ ምስቶም ህፃናት እንዳተዛናግዑ ሳትን ካኣ ይሰርሑ ደስ ይብሎም እንተ እቲ ናይ ኣፍሪቃውያን ናይ ኤርትራ መግቢ ግን ኣብ ገዛይ ኣዳልየ ከምጽኣልክኒ ኢለየን ማለት እዩ ሶኬ ጸገም የብሉን በቃ ምርጫኺ ከምታ ንዓኺ ትጥዕመኪ ጌርኪ ክተምጽልና ትኽእሊ ኢኺ ምስ ብላኒ ኣነ ከኣ ከምዛ ትሪኣ ዘለኽን ማለት እዩ እዚ ኣብ ስእሊ ዘሎ ኣብኡ ባዕለን ሰሪሔ ዘበለኦ ማለት እዩ ኣብኡ ከምዚ ገረን ቀሪበን ኣብቲ ሰሌዳ ኣብኡ ጠቂዕንኦ ጸኒሕናኒ ማለት እዩ እዚ ከምዚ ገረን ከምዚ ተጠቀማሉ ማለት እዩ ከምዚ ገረ ኩሉ ኣዳልየለን እንደ ገዲፈየን መፅኣ ኣነ ሰዓት ስለ ዝኣኸለ ናይቲ መዋእለ ህፃናት ናይቲ ዕረፍቲ ግዜኦም ነይሩ ንጉሆ ኢኻ ትኸይድ ንጉሆ ካብ ሰዓት ትሽዓተ ክሳብ ሰዓት ዓሰርተ ፈረቓን ገለ ቢለ ከይደ ነዚ ከምዚ ገረ ሰራሪሐ ኣረኪበየን እየ ንክምለስ እየ ከይደ ማለት እዩ ጥራይ ተሰራርሓለን ኩሉ ሽዑ ኣብ ምቕራብ ገለመለ ባዕለን እየን ዝቐራርብዎ ብጣዕሚ ሓቂ ዘረባ መጀመርታ ከመይ ገይረ ክሰርሖ ከምዛ ዝብል ኮን ኢለ ነረ ብድሕሪኡ ዋላ ንመሓዙቱ ይሓትት እየን ማለት እዩ እስከምዚ ከምዚ ኢለን ዝሓትተና ንምስ በልኩን እተን መሓዙቱ እየን ሓቂ ዘረባ እሞ ከምዚ ዘይትገብሪ ኢለናኒ ከምዚ ሓሲበ ፀናሕኩ ማለት እዩ እቲ ናይ ሓበሻ ኣብ ገዛ ስርሒ እሞ እቲ ንዕኦም ስርሒለን ዝብላኺ ዘለዋ ንቆልዑ ከዓ ኣብኡ ከይድኪ ቅልል ዝበለ እዚ ግዜ ዘይወስድ ትሰርሒ ምስ በላኒ ኣህ ሓቀን እየን ኢላ ኣነ ከኣ ሽዑ ፒሳ ክሰርሕ መዲበ ማለት እዩ ዋላ ማኮረኒ ናይ ባኮ ኦፍን ክትገብር ትኽእል ነርካ እንዲኻ ግን ዝያዳ ምስቶም ቆልዑ ኾንካ ስለ ትሰርሕ ከምኡ ገይራ ማለት እዩ እቲ ናይ ፒሳ ሰሪሐ ማለት ምስ እንጎደት ፒሳ ሰሪሐ እቲ ካልእ ከዓ እቲ ናይ ሓበሻ ከም ዝበልኩም ከዓ ኣብ ገዛ ሰሪሐዮ ማለት እዩ። እዚ እቲ ዘዳለዋለይ ግዜ ማለት እዩ። እቲ ናይ ምግቢ ትሪኦ ፀኒሕክን ከምዚ ገይረን ኣዳልየን ከምዚ ገይረን ፅሒፈን ባንዴራ ኣቢለናለይ ነናይ ሃገርካ ባንዴራ እየን ዝገብራልካ ባንዴራ ገይረን ከምዚ ገይረን እታ ትሰርሕ ሊስታ ትወፅእ ማሪዮ ትሪጋ ዘላ መማዓንቲ ናይ ከምዚ ሃገር መግቢ ክስራሕ እዩ ተባሂሉ ኣብቲ ናይ መዋል ህፃናት ኩሉ እቲ ኣብ መዋል ህፃናት ዘበፅሕ ሓውኡ ለማዓንቲ ናይ ከምዚ ሃገር እዩ መግቢ ዘሎ ኢሎም ኣንቢብካዮ ትኸይድ ማለት እዩ ዝሓለፈ ካልእ ቅድመይ ነይራ ሽዑ እናተቓሊጠን እዚ ናተይ ክረንኦ መሊሰን ክሕጅኻ እቲ ናተይ ከኣ ክቐልጠዮ እነ ናይ ካልእ ክገብር ኣነ ማለት እዩ ከምኡ እንዳገበራ እነ ዝበላ ማለት እዩ ኣብ ሓንቲ ግዜ እያ ሓንቲ ግዜ ጥራይ እኻ ተላልየን ምስ መግብኻ ኩሉ ግዜ ኣይኮነን ከምዚ መጻእ ዓመት ኣይኮነን ሓንቲ ግዜ እኻ ተላልየን ከምዚ ጌርካ ማለት እዩ ኣነ ንመጀመርታ ግዜ ሕጂ ኣብ ሕጂ ካልእቲ ጓል የመራ እቲ ዓባይ ጓለይ ተጸዊዑ ይፈልጥኒ ከምዚ ሓቲተናን እውን ኣይፈልጣን እየ ነይረን ነዚ ይመስል ማለት እዩ እዚ እታ ኣብ ገዛ ዘዳለኽዎ እዩ እዚኣ ሕምባሻ ሓንቲ ካላ ከዓ ካልኦት ንእስ ዝበለት ከዓኒ ናይ ፒትሳ ማለት ዋላ ሕምባሻ እዩ ገረለን መፅያ ማለት እዩ እዚ ከዓ ቀይሕ ፀብሒ ፃዕዳ ፀብሒ ሳላጣ ገረለን ኣብ ገዛ ሰሪሐ እዩ ከይደ ማለት እዩ ኣብዛ ጎማ ከምዛ ትሪኣ ዘለኽን ከዓ እንጀራ ኣዳልየ ማለት እዩ ኣነ መንታን ምቑራስ ክጥዕመን ኢለ ብመጎጎ እንዴት ክንክነረ ሕጂ ሽዑ ግን ብባዴላ ሰንኪተዮ መታን ክጥዕመለን ንእሽተይ ኣብ ኣርባዕተ ብኣርባዕተ ከኣ ክቖርሶ መታን ኢለ ማለት እዩ። ከምዚ ገይረ እቲ ናይ ፒሳ ኣስቤዛይ ከዓ ኣብዚ እኒሀለ እቲ ናይ ፒሳ ኣስቤዛይ ኣብቲኣ ዘውሰ ኣብቲኣ ንእሽተይ ፀብሒ ሰርሐ በርበረ ዘይብላ ኣብቲኣ ከዓኒ እቶም ፊሽ ከዓ ኣዳልየ ዘይቲ ተማልየ ሽጉርቲ ገለ ተማልየ ነረ ግን ናይ ደሓና የድልዮም ቆልዑ ስለ ዝኾኑ ምናልባት ከየብሎም ገለ ኢለናኒ ኩለን ተዘልያኒ ኣብዚኣ ጥርንፍ ኣቢለን እዚ ከይዘ ናይ ቢሳይት ዝንስነስ ማለት እዩ። እዚ ንባዕሉ ከምኡ እዩ እቲ ከዓ ሳላጣ ቅመም ናይ ሳላጣ እተን ዘድልያክን ከምዚኣ ገርክን ኣዳልዋ ቢልክን እንድሕር ፀኒሕክን እቲ ከዓ መንፀፊ ናይ ፒሳ ማለት እዩ ካብ ገዛ ተማሊእ ከይደ ምናልባት ዘይብልክን ከይኮና ገለለ ብያቲ እውን ተማሊእ ከይደ ኮሚደረ በቃ እቲ ዘድልየኒ ማለት እዩ መጠረሽታ ከምዚኣ ኮይና ማለት እዩ ድሕሪኡ ከምዚ ገርና ናብ ስራሕና ጀሚርና ቢሮ ኣይፍቀድን ስእሊ ከማን ኣይፍቀድን እዚ ከማን ባዕለየ ቢለየ እምበር ሕልፍ ሕልፍ ስለ ዝብሎ ዘለኹ ብዙሕ ኣይብረኒ በታ ሓላፊት ከዓ ከምዚ ኢላ ምሳይ ምስ ጓለይ ተሳኢልና ማለት እዩ ከምዚ ገርና ሰሪሕና ንብለክን ማለት እዩ ብጣዕሚ ሓቂ ዘረባቶም ቆልዑ ዋላ ደስ ኢልዎም እቲ ኮምፒተር ባዕሎም ይመትርዎ እቲ ከይዘ ወዲ ከይዘ ኣብቲ ፒሳ ባዕሎም ይንስንስዎ ነቲ ሕምባሻ ነቲ ናይ ፒሳ እቲ ነቲ ናይ ፒሳ ቅጫ ከኣ ባዕሎም ብኢዶም ገሮም ጥቅዕ እንዳበሉ ማለት እዩ ከምዚ ገሮም ይጥፍጥፍዎ ማለት እዩ ምሳኻ ኮይኖም ተርእዮም ምሽ ደስ ኢልዎም እንዳተሓጎሱ ደስ ኢልዎም ማለት ኣም ቆልዑ ምሳኻ ይሰርሑ በብታራ እያ ተምጽእ እዚ ናይ ግሪን ባሪ እና ንብሎ ሓትና እንታይ ትባል ልዕሊ በዛዕት ይፈልጠኒ ተዕጥቆም ኢደም ሓሓጺባ እታ ናይ ተረኛ ዘላ እቶም ጾም ማለት እዩ ኮነ ኮሚደረ ዝመስሉ ኮሚደረ እቶም ተሮም ነቶም ሕምባሻ ናይ ነቲ ናይ ፒሳ ዝጥፍጥፉ ከዓ ነቶም ናይ ፒሳ ዝጥፍጥፉ ከዓ ናይ ፒሳ ተጠፍጥፎን ማለት እዩ ነቶም ካልእ ከዓኒ ሪጋ ተፅንሖም ሓሓፂባ ኢዳ ንዑ ኣሲራ ተገሪም ባለ ገይረ ከዓ ናባይ ተምፅኦም ኣነ ከዓ ሓደ ሓደ ግዜ ከዓኒ የርእዮም እንታይ ክገብሩ ከም ዘለዎም እቲ ፀብሒ ባዕሎም ይለኪብዎት ናይ ፒትሳ ማለት እዩ ከምዚ ገርክ የርእዮም ሓንቲ ግዜ ባዕሎም በቃ ከምኡ እቲ ግዜ በቃ ብጣዕሚ ኢንጆይ ይገብሩ እቶም ቆልዑ ብጣዕሚ ዝሕጎሱ ሕጉስ ኢሎም እቲ ስእልታቶም ምስ ረኣይዎ ንግሆ መፂኦም ሕቕፍ ኣቢሎም ተሓጊሶም ዋው ፅቡቕ መዓት ሰሪሕና ምሳኺ ገለ ኢሎምኒ ፅቡቕ ዶ ኢለዮም ስብዎ ብጣዕሚ ጥዑም ዋላ ነይሩ ገለ ኢለ ንሳተን ከዓ ኣመስጊነናኒ ብጣዕሚ ጥዑም ዋላ እቲ ፒሳ ፍረሽ ስለዝኾነ ፈቲናዮ ብፍላይ እቲ ፒሳ ፍረሽ ኮይኑ ኣብዚ ፒሳ ፍረሽ ክሰርሖስ ከመይ ጌርካ ሓሲብክዮ ገለ ኢለና ንዩናይት ጥራይ ንገዛኽስ ኢና ክተምጽእ ሓሲብና ግን እቶም ቆልዑ ክበልዑ ክሰርሑ ኣለዎም ምሳኺ ስለዝሓሰብኪ ብጣዕሚ ኢና ነመስግነኪ ኢለናኒ ኣነ እውን የመስግነክን የኽብረለይ ዘንሓ ኢለየ ኣመስግነየን ማለት ምክንያቱ ከምዚ ገረን ኣይ ባዕድ ፈልጥ ገሌለ ኣይ ኣይዕመንን እዩ ኣይ ከቢድ ናትና ገሌለስ ኣይበልኮን ኖርማሊ ኣብ ገዛይ ኮይነ ከምዚ ገለ ክገብር እየ ስለዝበልኮን ዋላ ሰተን ብጣዕሚ ደስ ኢልዎን ደጊፈኖ ማለት እዩ ስለዚ ከምዚ ዓይነት እንድሕር ተሓቲትክን ክትሰርሓ እትደልያ ደቂ ኣንስትዮ ማለት እዩ ኣብ ናይ መዋል ህፃናት ናይ ደቅኽን ወላ ሓንቲ ፀገም ይብልን ክብለክን ኢለ እዛ መልእኽቲ ንዓኻትክን እያ እተን ንዓይ ከኣ ኣጆኺ ኖርማል እዩ ኢልክን ዘተባባዕክናን ከኣ ብልቢ እየ ዘመስግነክን። ውጽኢታ ነዚኣ መሲለላ ረኣይኣ ኢኽነ ኣይትረስዓ ኢኽን ረኣያለ ኢኽነ ከኣኒ እዛው ነዚ ይመስል ነሩ ናይ ልምዓት ጻኒሒትና ስለትገብርልይ ምትብባዕ ከኣ ካብ መጀመርታ ክሳብ መጠረሽታ ኣብ ጎነይ ኮንክን ኣጆኺ እንዳበልክን ብተሌፎን ብኣካል ኩላትኩም እተተባብዑን ከኣ ከየመስግንኩም ክሓልፍ ኣይደልን እየ። ስለዚ ናይ ሎማዓንቲ መደበይ ኣብዚ ክዓጹ ስለ ትኽሉ ትገብሩለይ የመስግነኩም ብሩኽ መዓልቲ ቻው ቻው ላይክ ሳብስክራይብ ከኣ ኣይትረስዕ ቻው ድሓን ኩኑ